We are meant to fly ንሕና ግን ኣእምሮ ተዋሂብና ኣሎ ብኣእምሮና ክንበርር ይደለና ንሕና ከዓ ዳሓዝና ያለ ማለት ነዕርፈሉ ነገር ኣሎ መይቢ ብዚ ሕጂ ሰዓት በቃ ተጸቢኻ ዝኾነ ኣላ ትረኽባ ነገር ንሳ ክትከውን ትኽእል እያ ጨንፈርካ we can create በቃ ፍሉይ ዝኾነ ነገራት ክንሰርሕ ንኽእል ኢና ካ ከድካ ከድካ ትፍትን ሞ ኮፍ ተኸይ ተኸይ ትበርር ትምለስ ማለት እዩ ሓደ ንጉስ ነይሩ ሰሉ እዚ ንጉስ እዚ እንታይ ገብር ማለት ከም ጊፍቲ ሓደ ሰብ እንታይ የምፀሉ ፓሮት የምፀሉ ማኖ ፓሮት ዘይኮነ ንስሪ ምፅሉ ንስሪ ምስ ኣምፀሉ ፅቡቃት እዮም ተብ ንስሪ ስለዚ በቃ እስከ ነዞም ንስሪ እዚኦም ከምዚ ሂቦ ፍሉያት ዓሌት እዮም ኣይነበሩን ውሕዳት ዓሌት እዮም ንጉስ ስለተባሃለ ናብኡ ከም ጊፍቲ ቀሪብሉ ሸ በቃ ፅቡቅ ጌርኩም ተንከባኸቦም ኢሉ ንኣሽቱ እዮም ነይሮም ድሕሪ ድኾነ ኣዋርሕ ተመሊሱ ተመሊሱ ሪእዎ በቃ ብጣዕሚ ደስ ድብሉ ታይ ድበሃሎም ኩሉ እዚ ኣክናፎም በቃ ደስ ድብሉ ጒንግ ኣለዎም ገለ መለታት ሶ እስከ ክበሩ ክርእዮም ደልየ ኣለኹ ኢልዎ ሶ ይበሩ ክልቲኦም ፈንዎም ኢልዎ ነቲ ድሕልዎም ነበረ ፈንዎ ሶ ክልቲኦም ሰላም በቃ ይበሩ ገለ መለታት ሕጂ እታ ሓደ ሰማይ ሰማይ ዝበረ እታ ሓደ ግን ይኸይድ እሞ ንእሽተይ ብርር ኢሉ ተመሊሱ ድኾነት ጨንፈር ኣላ ኣብታ ጨንፈር ይኸፍት ይኸ እዋእ እንታይ እዩ ሽግሩ ኢሉ እቲ ንጉስ ሽዑ እንታይ እዩ ኮይኑ እንታይ እዩ ጸገሙ ገለ ኢሉ ክሓስብ ጀሚሩ ድሓር ነቲ ትሬነር ሓቲትዎ እንታይ እዩ ዝሽግር ኢሎ እንደ ኣነ ድከኣለ ንፈቲነ ኢሎ እቲ ንዖም ድንከባኸቦም ድነበር ድከኣለ ንፈቲና እዚ ሓደ ከምዚ ትርእየ እዩ በቃ ከምቲ ተፈጠረሉ ሰማይ ሰማይ ዝኸይድ እዚ ግን በቃ ካብዛ ይኸይድ ናብዛ ጨንፈር ኢሉ ንለስ ይኸይድ ናብዛ ጨንፈር እንታይ ምዃኑ ኣይፈልጥን እየ ተባሂሉ ሽዑ እቲ ንጉስ ከኣ ደስ ኢልዎ በቃ ክልቲኦም ክበሩ ተድርዮም ጽቡቕ ኢሉ ደኾነ ኣብታ ዓዲ ደለዉ ምሁራት ዝበሃሉ ሰባት ኣክብዎ እሞ ከብርርዎ ለዓል ለዓል ክበርር ግበርዎ ተባሂሎም ሶ ስኮላር ነይሮም ገለ መለታት ንሶም መጺኦም እቶም ምሁራት ዝበሃሉ ክመጹ ከለዉ በቃ ድፈተኑ ተፈተኑ በቃ ይኸይድ ድኾነት ሊሚት ኣላ ኣብኣ ምስ በጽሐ ናብታ ጨንፈር ይበርር ይበርር ናብታ ጨንፈር ይምለስ እንታይ ሽግሩ ክበሃል እንታይ ድበሃል ገይሩ ደሓር በቃ እንታይ ድበሃል ንግሱን ገዲፉ ድሓር ድኾነ ግን ተተመለሰ ግን ተራኣዮም ክልቲኦም በቃ ላዕሊ ላዕሊ ሰማይ ሰማይ ክኸዱ ይሪእዎም እንታይ ተፈጢሩ እዩ እንታይ ስለ ተፈጠረ ኢላ ገለ ኢሉ ከይዳ ሓቲቶ ነቲ ትሬነር ናቱ ንምንታይ እዩ ከምዚ ከምዚ ገብር ነይሩ እንታይ እዮም ኮይኖም እንታይ ረኺቦም እንታይ ተሓዲሽ ተፈጠረ ለሉ ኢልዎ እስከ ፅና ሓደ ሓደ ሰብ ኣሎ መናኡ ክወስደካ ኢልዎ ናብቲ ሰብ ተኸዱ እቲ ሓደ እቲ ሰብ ፋርመር እዩ ጭዚ ሓረስታይ እዩ እቲ ሓረስታይ እንታይ ኢኻ ጌርካ ብኸመይ ኢኻ ክበርር ጌርካዮ ኢሎ ኣነ ጎይታይ ወላ ሓደ ዝገበርኮ ነገር የለን ማለት ከምኡ ክብሉ ሰሚዔዮ ኣብዚኣ ነይራ ዕንጨይቲ ነዛ ዕንጨይቲ እዚኣ ቆሪጽያ ኢሎ እታ ዕንጨይቲ እቲኣ መን ድዓርፈላ ነበረ እቲ ንስሪ ድዓርፈላ ድነበረ ሶ ምጽእ ተበለ የላን ስለዚ በቃ ኣማራጭ ይብሉን ምብራር ጥራይ ክሊር ክሊር ጋይ ሶ ደር ኢዝ ሳምቲንግ ከ ንሕና ከኣ ድሓዝና ማለት ንዕርፈሉ ነገር ኣሎ መይቢ ብዚ ሕጂ ሰዓት በቃ ተጸቢኻ ዝኾነ ኣላ ትረኽባ ነገር ንሳ ክትከውን ትኽእል እያ ጨንፈርካ ካብኣ ክትለግስ ስለ ደይደልየካ እቲ ናትካ ኤክስ በቃ the whole day ኣብኣ ኢኻ ትኸይድ but we want we are meant to fly ንሕና ግን ኣእምሮ ተዋሂብና ኣሎ ብኣእምሮና ክንበርር እዩ ዘለና we can create በቃ ፍሉይ ዝኾነ ነገራት ክንሰርሕ ንኽእል ኢና ክልእ ግን ደሪዝ ጨንፈር ኣብ ባንዴጅ ንክንነብር ዝገበረና ዝኾነ ጨንፈር ኣሎ ከይድካ ከይድካ ከይድካ ትፍትን እሞ ሆሆሆ ኮፍ ትኸይ ትኸይ ትበርር እሞ ትምለስ ማለት እዩ ክልእ